ሰላም ተፈጥኹም ተኻተልቲ ቻነል ሲነማ ዘገሊላ እዚ ሲነማ እኞራንዛ እዩ ሒዘልኩም ቀሪበ ዘለኹ ሓንቲ ካብ ሃየስቲ ፊልምታትና ዝኾነት ቻነል ዝሃያሰታ ኦኣር እትበሃል ናይ ኣወል ስዒድ ፊልም ኮይና ነታ ህየሳ ብምድህሳስ ካብቲ እታ ቻነል ዝተንከፈቶ ከይወፃእኩ ናተይ ኮመንት ኣብታ ፊልምን ኣብ ህየሳኣን ሓሓሊፈ ከቐምጥ እየ ምሳኹም ዘለኹ ፊልሞን እየ ዘናይ ምክትታል ከም መበገሲ ዝኾነና ናይ ኣወል ስዒድ ፊልምታት ሃይሊ ስታይላይዝድ ፊልምታት ይበሃሉ ምፍላጥ ድገይርዎ ብልምዲ ዝግዋኑ እዚ ዳይሬክቶሪያል ስታይል እዚ ካብቲ ሃዳዲ ፐርሶናሊቲ ናቱ ወይ ድማ ካብቲ ኣተዓባቢኡ ዝተበገሰ ይመስል ነዛ ጉጅለና እንታይ ንበላ ክፍሊ መፅባሕቲ ኦኣር
ኦር
እቲ ዝዓበየ ጌጋ ናይ ኣወል ኣብ ጀንራ ድራማ መጠን ዘይብሉ ስታይላይዜሽን ንተዓዛቢ ዓይኒ ዘንቁር ፊልምታት ስለ ዝሰርሕ እዩ። ሃይሊ ስታይላይዝድ ማለት ብዝተጋነነ ገጸ ባህርያት፣ ዲያሎግ ከምኡውን ሴቲንግ ዝቖመ ፊልም ማለት እዩ። ወል ኣቐዲመ ቅድሚ ናብ ምሉእ መብርሂ ወይ ህየሳ ምእታወይ ነተን ማህደር ፕሮዳክሽን ዝተንከፈተን ቀዳሞት መስፈሪታት ፊልም ረይት እናገበርኩ ክኸይድ እየ
ካልእ ኣብዚ ዛንታ ብተደጋጋሚ ዘስተብሃልክዎ ነገር ከኣ ኣሎ። ኣዝማሪኖ፣ ወዲ ኣስመራ፣ ኣስመራ ጻዕዳ ገለ ዝብል ማለት እዩ። ኣወል ስዒድ ኩሉ ግዜ ካብ ኣዝማሪኖን ኣባሻውልን ዝብሉ ርእስታት ወጺኡ ፊልሚ ይሰርሕን እዩ እሞ ኣብዛ ፊልም እዚኣ ግን ኣመን ኣጋኒኑ ዳርጋ ኩሎም ካራክተራት ካብዚ ርእሲ ክወጹ ይከኣሉ። ኣዝማሪኖ ከ?
ኣዝማሪኖ ቀዳማይ መለለይኡ ነገራት ልዝብ ኢልካ ናይ ምርዳእ ሓወይ ሓፍተይ ይህን ይህን ኣዝማሪኖ ቀዳማይ መለለይኡ እዞም ኩሎም ልዒልና ክንጠቕሶም ዝጸናሕና ባእታታት ዘይውክልዎ ማለት እዩ። ልምልም ዝበለ ነገራት ኣብ ፎኩስ ዘብል ምዕቡል ክሪኤቸር እዩ ዝመርሕ። ከምዞም ካብ ገለ ተገፋጊፎም ቆለ ዘለዎ ጽሉሉ ዝመስሉ ካብ ገለ ተገፋጊፎም መጽዮም ደቂ ሹቕ ኢና ዝብሉ ጥውይዋይ ኣይኮኑን። ቪዥዋል ዲዛይን ማለት ብትግርኛ ስእላዊ ቃውማ ወይ ስእላዊ መግለጺ ንበሎ። እዚ ማለት ኩሉ እቲ ብ ስክሪን ንርእዮ ነገራት እዩ ዘጠቓልል። ንኣብነት ቦታ ወይ ሰቲን፣ ግዜ፣ ምንቅስቓስ፣ ብርሃን፣ ተዋስኦ፣ ሕብሪ፣ ኣልባሳት፣ እዚኦም ኩሎም እቶም ቀንዲ መለለይታት ናይ ስእላዊ መግለጺ እዮም። ሕጂ ዳይረክተር በዞም ነገራት እዚኦም ገይሩ እዩ ሓደ ስእላዊ ዛንታ ዝፈጥር። ንኣብነት ካብቶም ኣገደስቲ ንበል ብዛዕባ ተዋስኦ ንዛረብ ተለና ዝበዝሐ ክፋል ተዋስኦ ስምዒታት ምንጽብራቕ ስለ ዝኾነ ብዛዕባ ስምዒታት ኢና ክንዛረብ። ዳይረክተር ፊልም ዝገበረ ገይሩ ገጽ ተዋሳእቱ ስምዒታት ክመልኦ ኣለዎ። ንሕና ተዓዘብቲ ከኣ ገጽ ካራክተራት ኣብ ስክሪን ክንርኢ ከለና ናይ ተዋሳእቲ ገጽ ዘይኮነ ሕርቃን፣ ሓጎስ፣ ቁጠዐ፣ ተርባጽ፣ ሕንከት፣ ሓዘን ወይ ካልኦት ስምዒታት ናይቶም ተላቢሶሞም ዘለዉ ካራክተራት ክንርኢ እዩ ዝግበኣና። ገጽ ናይቶም ተዋሳእቲ ጥራይ ርኢና ፊልም ተወዲኣ እንተኢሎምና ግን ከሲርና ኣለና ኣብዛ ፊልም እዚኣ ከዓ ስምዒታት ተቐቲሎም እዮም ብዙሓት ካብዞም ተዋሳእቲ እናንበቡ ዝዛረቡ ዘለዉ እዮም ዝመስሉ ኩሉ ግናይ ስኻ ግናይ ሕራይ መሃነድ እንታዋይ መሓመድ ግና ግደፈና ንበገስ ጥራይ እዛ ፀሓይ ሓቀዶ ስመድኻ ትኾናላ
ሰቲን ማለት ኣብ ፊልም ሓደ ዳይረክተር ዛንታ ክነግር ከሎ ዝጥቀመሉ ቦታን እዋንን እዩ ወይ ከዓ እቲ ዛንታ ዝፍፀመሉ ዘሎ ቦታን ግዜን ማለት እዩ ንኣብነት እቲ ዛንታ ማሕረስን መጓሰን ዘማልእ ተኾይኑ ሰቲን ናይቲ ዛንታ ኣብ ገጠር እዩ ክኸውን ብዛዕባ ገድሊ ተኾይኑ ከዓ ኣፅዋራትን ጎቦታትን ዘለዎ ሰቲን ክህልወካ ኣለዎ ሕጂ ናብ ኦኣር ንምፃእ ዳይረክተር ናይዛ ፊልም ጭውያ ክካየደሉ ዝመረፆ ቦታን ግዜን እዚ መስል እዚ ቦታ እዚ ጭውያ ክካየደሉ ምቹእ ቦታ ዶ መስል? ብፍጹም ኣይመስልን። እዚ ቦታ እዚ ትረፍ ጓል ክትጨውየሉ ደርሆ ክትሰርቀሉ ከማን ምቹእ ቦታ ኣይኮነን። ምናልባት ኣብ ኮሜዲ ሓደ ዓሻ ሰራቒ ክጨውየሉ ሓሲቡ እሞ ጌጋ ቦታ ብምምራጹ መስሓቕ ሰብ ዝኾነሉ ኣጋጣሚ ጌርካ እንተቕሪብካዮ ገለ ሰንስ ምፈጠረ። ኣብ ናይ ብሓቂ ግን እዞም ሰባት ነዛ ጓል ይጨውይዋ ኣለዉ ኢልካ ዝኣምነካ ህጻን ከማን ኣይትረክብን ኢኻ። ሕጂ ዳይረክተር ናይዛ ፊልም እንታይ ሓሲብዋ መስለኩም? ከምዚ ናይ ሆሊዉድ ዘፍርሕ ፊልምታት ምሽ ኣሎ ኣብ ጸልማት ምጉያይ ምህዳም ምጭዋይ ገለ ዘሎ ልብኻ ጠልጠል ዘብለካ ፊልም ኮምያ ሓሲብዋ እንተኾነ ግን ቀትሪ ምድሪ እሞ ድማ ኣብ ማእኸል ከተማ ብጥቓኻ ሰባት እንዳሓለፉ ሰብ ክትጨው ትጎይ እንተለኻ ጽላለ እዩ እዚ ፊልም ምስራሕ ዘይኮነ ቪድዮ ምምላእ እዩ ዝበሃል ካልእ ኣብነት ክበኩም እዚ ቪድዮ እዚ ኣብ ማእኸል ከተማ ኩሉ ሰብ ግዳ ተንቀሳቐሰ እዩ ተመሊኡ ፊልም እናሰራሕኻ ግን ኣብ ዓይነ ካሜራ ዝኣቱ ዝኾነ ይኹን ነገር ብፍቓድካ ተዘይኮይኑ ብሃውሪ ክንቀሳቐስ ኣይግባእን እዚ ኩሉ ሰብ ከዓ ዋሳ ኣይኮነን ዘሎ ከይተረድኦ እዩ ፊልም ዝሳተፍ ዘሎ ኣብነት ክበኩም እየ እዚኣ ቀዳመይቲ ስእሊ እያ ኣብዛ ስእሊ እዚኣ መኪና በዓል ብሽክለታ ብእግሩ ዝኸይድ ሓደ ግዳም ሓደር ዝመስል ሰብ ንርኢ ኣለና ካልኣይቲ ስእሊ እዚኣ እያ እዋ ናበይ ደኣ ከይዱ ወይ በዓል ብሽክለታ ሕጂ ዶ ክንሪኦ ዝፀናሕና እዚ ንርእዮ ዘለና ካልእ በዓል ብሽክለታ እዩ። እዚ ቀዲምና ክንርእዮ ዝጸናሕና በዓል ብሽክለታ ደኣ ኣሻብ ተሸሪቡ። እስከ ደሓን ካብ ሰኣናዮ ናብ ሳልሰይቲ ስእሊ ንስገር። እዚኣ ሳልሰይቲ ስእሊ እያ። ኦ ዌልካም በዓል ብሽክለታ፣ ኣበይ ደኣ ተሰዊርካ ጸኒሕካ? ሕጂ እተን ፍልልያት ኣስተውዒልኩምለን ዶ? ዝተፈላለየ ካሜራ ኣንግል ተጠቒሙ ኣብ ውሽጢ ውሑዳት ካልኢታት ዓይንና ከመይ ገይሩ ሕውዝውዝ ኣቢልዎ ኣሎ። ነዚ ምርኣይ ናይ ብሓቂ የጨንቕ እዩ። ወላ ደኣ ኩሉ ሰብ ከምዚ ገይሩ ከስተብህለሉ ዝኽእል ኣይኹን እምበር ከምዚ ዓይነት ድኻ ስራሕ ንፊልምታት ሃገርና ዓቢ ሃስያ እዩ። ብዝኾነ ሰት ዲዛይን ብጣዕሚ ሕማቕ። እዛ ስእሊ እዚኣ ርኣይዋ። እዚ ፍሊሞን ዝበሃል ሰራቒ ካብ ጁባ ሰብ እዩ ብፖርቶፍልዮ ዝሰርቕ ዘሎ። ዳይረክተር ሕጂ ብዛዕባ እዚ ካራክተር ታይ እዩ ዝብለና ዘሎ እዚ ፍሊሞን ዝብሃል ሰብ ማስቲካ ካብ ኣፍ ሰብ ዝሰርቅ ሓዊ ዝኮነ ሰራቂ እዩ ዝብለና ዘሎ እዚኣሲ ናብ ጁባ ናይዚ ወዲ ኣትያስ ፖርቶፍልዮ ሒዛ ወጽያ ድዩ ዝብለና ዘሎ እዛ ኢድ ረኣይዋ ምስዚ ወዲ ምስ ተጓነጸ ጥራያ ርኢናያ ደሓር ግን ፍሊሞን ካብ እጅግኡ ፖርቶፍልዮ ኣውጺኡ ካብ ጁባ ናይዚ ሓላፊ መንገዲ ሰሪቀያ ይብለና ኣሎ እሞ ሕጂ ዓይንና ክንክሕር ኮይና ሕጂ ናይዛ ስእሊ መሰረታዊ ጸገም ታይ መስለኩም ሓደ ናይ ካሜራ ኣንግል ጸገም እዩ እዛ ስእሊ እዚኣ ካብ ሓደ ቦታ ጥራይ እያ ተሳኢላ፣ እሞ ድማ ፍሊሞን ፖርቶፍልዮ ዝሰርቕ ከም ዘሎ ክተእምነና ካብ ዘይትኽእል ኣንግል ተሳኢላ። ምናልባት ብኻልእ ዳይረክሽን ኮይኑ እንተዝስእላ ምኣመንና ኔርና። እዚ ሰኣላይ ካሜራ ኣብ ትራይፓድ ሰቒሉ ዘይእመን እመኑ እብለና እንተሎ ግን ጽላለ ጥራይ እዩ ክኸውን ዝኽእል። ስለዚ እዚ ሰኣላይ ኣበይ ኮይኑ ከም ዝስእልን ክንደይ ስእሊ ከም ዝስእልን ጠቕላላ ኣይፈልጥን እዩ ዘሎ። ካልኣይ ጸገም ናይዛ ስእሊ ናይ ብሎኪን ጸገም እዩ። ብሎኪን ማለት ኣብ ፊልም ካራክተራትን ካሜራን ተዛምደሉ መስርሕ እዩ። ከመይ ማለተይ ይመስለኩም? ካሜራ ሓደ ዓይኒ እዩ ዘለዋ። እዚ ማለት ንሕና ክልተ ዓይኒ ስለ ዘለና ብቕድሜና ዘሎ ዝኾነ ነገር ክንርኢ ንኽእል ኢና። ካሜራ ግን ሓደ ፐርስፐክቲቭ እዩ ዘለዋ። ስለዚ ብካሜራ ጌርካ ብዙሕ ነገር ክተሽክዕ ትኽእል ኢኻ። እዚ ኣወል ዝበሃል ዳይረክተር ግን ነዚ ክገብሮ ኣይከኣለን። ኣይከኣልኩን ኢሉ ስቕ ተዝብል እውን ጽቡቕ ነይሩ። ግን ኣብ ቅድሚ ዓይንና ዘይእመንከ እምነና ሒኽ ይብል ኣሎ። እዚ ጌጋ እዚ የሕፍር እዩ። ቆሪጽካ እዩ ክጎሓፍ ዝግብኦ ነይሩ። ብሓፈሻ ግን ኩሉ ስእልታት ናይዛ ፊልም ብዝተቆራረጹ እዩ ክንብል ንኽእል ኢና። ሰኣላይ ነታ ካሜራ ሓንሳብ ኣብ ትራይፓድ ምስ ሰቐላ ኣየውረዳን። ኣብ ብምልእታ እዛ ፊልም ዘደንቕ እሞ ትረፍ ንቡር ዝኾነ ናይ ካሜራ ምንቅስቓስ ከማን ኣይረኣናን። ንኣብነት ናብዛ ስእሊ እዚኣ ንመለስ። እዛ ዛንታ እዚኣሲ ልብኻ ጠልጠል ተብል ዛንታ እያ ክትከውን ተሓሲባ ነይራ። ግድን እያ ከኣ ከምኡ ክትከውን ነይርዋ። ከምኡ ክትከውን እንተኾይና ግን ካሜራ ክትንቀሳቐስ ነይርዋ። ክትንቀሳቐስ ነይርዋ ጥራይ ዘይኮነት ነቶም ካራክተራት ብዝግባእ ትራክ ክትገብሮም ነይርዋ። ምኽንያቱ ከምዚ ዓይነት ወጥሪ ዝመልኦ ፊልም ክትሰርሕ ተኾይንካ እዚ ትራኪን ሾት ዝበሃል ስእሊ እቲ ዝቐለለ ክትጥቀመሉ ትኽእል ሜላ እዩ። ምኽንያቱ ካሜራ ብድሕሪኦም ክትስዕቦም ወይ ብቕድሚኦም ኮይና ገጾም ክትስእሎም ከላ ናበይ ይኸዱ ኣለዉ፣ እንታይ ይሓስቡ ኣለዉ፣ እንታይ ዓይነት ስምዒት ኣለዎም፣ እቲ ወጥሪ ኣብ ከመይ ደረጃ በጺሑ ኣሎ ዝብል ዛንታ ካብ ገጾም ጥራይ ክትነግር ትኽእል ኢኻ።
ካሜራ ኣብ ትራይፖድ ትሰቐል ወይ ትንቀሳቐስ ሕማቕ ስራሕ ማለት ኣይኮነን። ምርጫ ኣቃውማ ካሜራ ከምቶም መባእታውያን ሕግታት ፊልም፣ ንኣብነት ከም ኮንቲዩኒቲ፣ ብቐሊሉ እንህይሶ ፊልም ቴክኒክ ኣይኮነን። እታ ናይ ጭውያ ሲን ልቢ ተዓዘብቲ ጠልጠል ከተብል ድያ ተሓሲባ ዋላ ኣይኮነትን ብሕግ ህየሳ ወይ ሲነማቲክ ስቶሪ ቴሊንግ ክትግምት ወይ ስፔኩሌት ክትገብር ዘሎ ዕድል ኣዝዩ ልዑል እዩ ምኽንያቱ ብዙሓት ረቋሒታት ኣብ ግምት ክኣትው ዘሎዎም ከም ሎኬሽን ፖይንት ኦፍ ቪው ከምኡ እውን ከም ቶን ስለዘለውን እቲ ቀዳማይ ነገር ግን ኣወል ተጠቒምላ ዘሎ ውሕድ ምንቅስቓስ ዘለዋ ካሜራ፣ ነቲ ኣብ ናይ ብሓቂ ህይወት ከምዚታት ከጋጥም ከሎ ክንርእዮ እንኽእል ድሩት ትርኢት እያ ትደግም ዘላ። መቸም ንካብ ጨወይቲ ዝሃድም ዘሎ ግዳይ ስምዒቱ ንኽንፈልጥ ወይ ክንፈልጥ ኢልና ምስኡ ኣይንጎይን ኢና። ካሜራ ሓሓሊፋ ኣብ ፊልም ን ሂማን ቢሄቪየር እያ ረፕሊኬት ትገብር። ስለዚ እዛ ናይ ኣወል ሲን ብ ሲነማ ቅብልቲ እያ። ኣብ ከምዚታት ኣጋጣሚ ንሓደ ዳይረክተር ክልተ ምርጫ ኣለዎ። ቀዳማይ ንካሜራ ከም ድሩት ዓይኒ ሰብ ክጥቀመላ ወይ ድማ ከምዚ ትሕት ኢልና እንሪኦ ከም ደረት ኣልቦ ዓይኒ መለኮት ክሰርሓላ ማለት እዩ እዚ ድማ ካብቲ ዳይረክተር እንታይ እዩ ከርእየና ደልዩ ዘሎ እዩ ዝብገስ እዚ ምርጫታት ማለት እዩ ካብተን ክልተ ምርጫታት ነየናይ ክመርጽ ኣብ ምንታይ እዩ ዝምርኮስ ኣብቲ እንታይ ከርእየና ምድላዩ እዩ ዝምርኮስ ማለት እዩ ወል ኣወል ግን በዞም ክብ ኢልና ዝረኣናዮም ቅድመ ኩነት ዶ ስሪሕዋ ይኸውን
ናብዛ ስእሊ እዚኣ ንመለስ እዚኣ ቀዳመይቲ ካሜራ እያ ዝግዳም ሓደር ዝመስል ወዲ ኸይድ ኣሎ እዛ ቀዳመይቲ ስእሊ ከኣ ኣብዚ ተቖሪጻ ኣላ። ናብ ካልኣይቲ ካሜራ ክንሰግር ከለና እዚ ወዲ ኣብዛ ሕጂ ደው ኢልዋ ዘሎ ቦታ ክህሉ ኢና ክንጽበዮ ምኽንያቱ እዛ ስእሊ ካልእ ኩርናዕ እያ ትቕይር ዘላ። ሕጂ ብዛዕባ ናይ ባክግራውንድ ኮንቲኒቲ ገለ ኣይኮንኩን ዝዛረብ ዘለኹ ብዛዕባ ሲምፕል ካት እየ ዝዛረብ ዘለኹ። እዚኣ ካልኣይቲ ካሜራ እያ። እዚ ወዲ ሕጂ ንድሕሪት ናብ ጥቓ እዛ ታቤላታ ክገብር ተመሊሱ። ኣቐዲመ ብዛዕባ ኣብ መንጎ ዝርርብ ዝጠፍኡ ድምጽታት ተዛሪበ ነይረ፣ ንሱ ሓደ ዓቢ ጸገም እዩ። ሕጂ ግን ብዛዕባ ካልእ ዓቢ ናይ ድምጺ ጌጋታት ክንዛረብ ኢና። እዛ ስእሊ እዚኣ ንርኣያ። ፊልሞን እዛ ቆልዓ ክራር ኣስምዓና ስለ ዝበለቶ ክራር ከስምዓና ደልዩ ኣሎ። ሕጂ በል ናይ ሚሊ ስምዓና። ስለ ፍርናንዶ ሻሂን ኣስትይ እንታይ ዮናስ በሎ ስምዓያ። ኣስምዓያ በጃኻ።
ሕጂ ንዓና ክራር ኣስማዓኩም ኣለኹ እዩ ዝብለና ዘሎ እዚ ንሰምዖ ዘለና ድምፂ ግን ኣብ ስትድዮ ዝተመልአ ድምፂ እዩ ምክንያቱ ሓደ እዚ ንሰምዖ ዘለና ድምፂ ናይ ኤሌክትሪክ ክራር እዩ እዛ ንሪኣ ዘለና ክራር ከዓ ቦክስ ክራር እያ
ኣሻብ ሓሲሱ ተበይቢ ፍቅሪዩ ካልኣይ ድምፅን ስእልን ሲንኮርናይዝ ኣይኮነን ወይ ኣይተላገበን ኣሎ ንኣብነት ኣብዚ ሲ በታ ክራር ዝሃርመላ ዝፀንሐ ኢዱ ገይሩ ንብዓቱ ይፀርግ ኣሎ እታ ክራር ግን ክሳብ ሕጂ ንሰምዓ ኣለና ኢዱ ካብ ክራር እንተልጊስዋሲ መን ደኣ እዩ ነዛ ክራር ዝሃርማ ዘሎ እዚ እቲ ኦራል ዩኒቨርስ ናይ ሓንቲ ፊልም ብምሉእ ድምፂ ተዓዛቢ ዝሰምዑን ብኸፊል ድማ ገፀ ባህርያት ዝሰምዕዎን ይኸውን ኣሎ ማለት እዩ ከም ሶርስ ሚውዚክ ስኮር ሚውዚክ ቮይስ ኦቨር ዲያሎግ ኣምቢየንስ ሳውንድ ከምኡ እውን ሳውንድ ኢፌክት ይበሃሉ ማለት እዩ ኣብ ቀጻሊ ብዕምቀት ክገልጾም እየ ሶ ዶን ወሪ ፊልም ኣብ ንርእየሉ ግዜ ኣብ ገለ ኣጋጣሚታት ሓደ ገጸ ባህሪ ኣካላቱ እናተሓጽበ ንዕዘብ እዚ ሰብ እዚ ግን በይኑ ከም ዘሎ እዩ ዝፈልጥ ኣብ ትርኢቱ ካሜራ የለ ዋላ ቡም የለ ወል ሶ ገለ ምስጢር ኣሎ ማለት እዩ ኣብ ፊልም እዚ እዩ ክትብሎ ዘጸግም ምስ ፊልም ላንጎጅ ዝፈለቐ ሓደ ኩሉ ዝፈልጥን ኣብ ሓደ እዋን ድማ ኣብ ብዙሕ ቦታታት ክህሉ ዝኽእልን ሓደ መለኮታዊ ባህሪ ዘለዎ ፀዋየ ኣካል ዝበሃል ህልዊ ነገር ብድሕሪ ካሜራ ኣሎ መሰረቱ ድማ ካብ እኩብ ስራሕት ናይቶም ኣብ ሓንቲ ፊልም ዝሳተፉ ልሂቃን ዝምንጩ እዩ ማለት ካብ ዳይረክሽን ዲፓርትመንት ፕሮዳክሽን ዲፓርትመንት ካሜራ ዲፓርትመንት፣ ሳውንድ ዲፓርትመንትን ኣርት ዲፓርትመንትን ዝምንጩ ኢንቲቲ ወይ ኣካል እዩ እዚ ፀዋየ ኣካል ንብሎ ዘለና። ስለ ዝኾነ እዚ ፀዋየ ኣካል ድምፂ ካብ ሎኬሽን ወይ ካብ ኢንቫይሮንመንት ብምውሳድ ነቲ ኣዘናትውኡ ብዘገድስ መጠን ናብ ስቱድዮ ክእትዎ ስልጣን ኣለዎ። ነታ ናይ ስቱድዮ ድምፂ ክራር ብእዝኒ እቲ ፀዋየ ኣካል ኢና ንሰምዓ ዘለና እዚ ድማ እቲ ካራክተር ኢዱ ካብታ ክራር ዋላ የልዕል ህርመት ክራር ንሰምዖ ኢና ሳልሳይ እዚ ግደፍኒ እስከ በጃኺ ዝብል ዘሎ ድምፂ ናይ ስቱድዮ መቓልሕ ኣሎ ደፍንስ ከብጃ
ብዘይክኡ ግን እዚ ድምፂ እዚ ናይ ተፈጥሮ ሕጊ ጥሒሱ ኣሎ ዝኾነ ድምፂ ክርሕቕ ከሎ እናተሓተ ከይድ ሓቂ እንዳቐረበ ክመፅእ ከሎ ከዓ እንዳበርትዐ መፅእ እዚ ሕጊ እዚ ፊልም ሳውንድ ፐርስፔክቲቭ ይበሃል ካሜራ ናብቲ ምንጪ ድምፂ ክትቀርብ ከላ ብርቱዕ ድምፂ ንሰምዕ ካሜራ ካብ ምንጪ ድምፂ ክትርሕቅ ከላ ከዓ ትሑት ድምፂ ንሰምዕ እዚ ንሰምዖ ዘለና ድምፂ ግን ከምኡ ይኮነን ዘሎ ካሜራ ናብ ዝተፈላለዩ ቦታታት ቀየር ከላ ሓደ ዓይነት ድምፂ ኢና ንሰምዕ ዘለና ሕጂ እዚ ቪድዮ ክሊፕ ዲና ክንብሎ ዋላ ፊልሚ ኢና ክንብሎ
ኣይመስለንን ከምኡ እንተ ደኣ ኮይኑ ከመይ ጌርና ክልተ ገጸ ባህርያት ኣብ ፊልም ኣብ ውሽጢ ዕፅውቲ መኪና እናዕለሉ ከለዉ ብደገ ኮይና ንሰምዖ ከምቲ ክብ ኢልና ዝረኣናዮ ብጣልቃነት እቲ ፀዋየ ኣካል ሳውንድ ፐርስፔክቲቭ ሽፍት ይገብር እዩ